ታሪኽና ዝጅምር ሰይዱ ኣብ ኣፍሪካ እትርከብ ሰኔጋል ዝነብር ወዲ 16 ዓመት እንትኾን ምስ ኣዲኡን ኣናእሽቲ ኣሕዋቱን ማእኸላይ ዝኾነ ኑሮ ይነብር። ሰይዱ ኣብ ገዛ ንሱ ወዲ ተባዕታይ ስለ ዝኾነ ቤተሰቡ ክሕግዝ ይደሊ። ኣብ ሙዚቃ ፍሉይ ተብህቦ ስለ ዘለዎ ሓደ መዓልቲ ናብ ኣውሮፓ ብምኻድ ስኬታማ ክንኾን ኢና ኢሉ ብምሕሳብ ምስ ወዲ ኣብኩኡ ሞሳ ብምዃን ኣዲኡ ብዘይትፈልጦ መንገዲ ንስደት ዝኸውን ቐርሺ ንምርካብ ናይ መዓልታዊ ስራሕ ምስራሕ ይጅምር። ኣብዚ ምሸት በቲ ዘለዎ ናይ ሙዚቃ ተኽእሎ ነቶም ናይ ከባቢኡ ነበርቲ ከዘናግዖም የርእየና። ሰይዱ ናብ ገዛ ምስ ተመልሰ ንኣዲኡ ናብ ኣውሮፓ ብምኻድ ባህላዊ ሙዚቃ ናይ ሴኔጋል ብምፍላጥ ክሰርሕ ከም ዝደሊ ፍቓድ ይሓታ። ኣዲኡ ግን ናይ ኣውሮፓ መንገዲ ብጣዕሚ ሓደጋ ምዃኑ ስለ እትፈልጥ ብጣዕሚ ትናደድ። ምኽንያቱ ድማ ብዙሓት መሓዙታ በዚ ጉዳይ ህይወቶም ከም ዝሰኣኑ ትነግሮ። ኣዲኡ ክሕግዝ ዝደሊ እንድሕር ደኣ ኮይኑ ኣብ ዕዳጋ ክሰርሕ ከም ዘለዎ ድማ ትነግሮ። ብጣዕሚ ስለ ዝተናደደት ሰይዱ ይቕሬታኣ ብምሕታት ናብ ምድቅሲኡ ይኣቲ። ንግሆ ትምህርቲ ኣብ ዝኸዱሉ ሰዓት ናይ ሰይዱ ኣዲኡ ትማሊ ብዝተፈጥረ ነገር ከም ዝሓዘነት ንሞሳ ትነግሮ። ምኽንያቱ ድማ ንድሕንነቶም ከምዝተገደሰት ብምንጋር ንሳቶም ድማ ትእዛዛ ከምዘኽብሩ የምስሉ። ኣብ መንገዲ ድማ ምጨቓጫቕ ይጅምሩ። ምኽንያቱ ሞሳ ብምስጢር ክኸድ ከምዝደሊ ይነግሮ። ናብ ኣውሮፓ ብምኻድ ተዘይኽኢሎም ንሽዱሽተ ወርሒ ዝኣክል ለፊዖም ዝረኸብዎ ገንዘብ ኮንቱ ምዃኑ ይነግሮ። ሰይዱ ይቕሬታ ይሓቶ። ድሕሪ ዝተወሰኑ መዓልትታት እኹል ገንዘብ ምስ ረኸቡ ነቲ ናይ ኢሚግሪሽን በዓል ሞያ ከማኽርዎ ይኸዱ። ኮይኑ ግና ብጣዕሚ ሓደገኛ ጉዕዞ ስለዝኾነ ክኽልኽሎም ይደሊ። ብተወሳኺ ኩሎም ስደተኛታት ከምዘይሳኸዑሎም ድማ ይነግሮ። ነዚ መፍርሒ ሓሳብ ዝሰመዐ ሰይዱ ነዚ ስደት ከቋርጾ ይውስን። ሞሳ ድማ ንሽዱሽተ ወርሒ ክንደይ ዝኣክል ከምዝለፈዑ ብተወሳኺ ሃንደበት ተሳኺዕሎም ኣውሮፓ እንተኣትዮም ናይ ሙዚቃ ክእለቶም ተሳኺዑ ሃፍታም ምስ ኮኑ ኣዲኡ ከመይ ከም ዝሕግዛ ንምሕሳብ ይገብሩ። ሰይዱ ሓቦ ብምግባር ይስማዕማዕ። ወዲያው ድማ ካሊእ ናይ ኢሚግሬሽን ምምላሽ ይጅምሩ። ብድሕሪ'ዚ ሰይዱ ኣብታ ናይ ስደት ዝኸደላ ምሸት ምስ ቤተሰቡ ተሰባሲቡ የርእየና። ሰይዱ ካብ ቤተሰቡ ምፍላዩ ብጣዕሚ ይሓዝን። ይኹን ደኣ እምበር ሓደ መዓልቲ ጻዕሩ ተሳኺዕሉ ክርኢ ተስፋ ብምግባር ናይ ኣዲኡ ትእዛዝ ብዘይምፍጻሙ ድማ፣ ብልቡ ይቕሬታ ይሓሳ። ሰይዱ ኩሉ ሰብ ኣብ ዝደቀሰሉ ሰዓት ክዳውንቱ ብምሓዝ ናብ ጉዕዞ የብል። ንክልተ መዓልትታት ምስ ተጓዕዙ ደንበር ከይተሻገሩ ኣብ ዝኾነ ፌርማታ ብምውራድ ሴዱ እና ሞሳ ናይ ሓሶት ፓስፖርት የስርሑ። ምኽንያቱ ገና ትሕቲ ዕድመ ስለ ዝኾኑ ሕጋዊ ፓስፖርት ክወሃቦም ኣይከኣልን። ድሕሪ ዝተወሰነ ጉዕዞ ድማ ኣብ ናይ ኒጀር ደንበር ምስ በጽሑ ፖሊስ ናይ ሕድሕድ ሰብ ፓስፖርት ምፍታሽ ይጅምር። ኣብ ናይ ስዩዱ ሞሳ ምስ በጽሐ ፓስፖርቶም ፌክ ኮይኑ ስለ ዝተረኸበ ሓምሳ ሓምሳ ዶላር ንክኸፍሉ ወይ ድማ ናብ ቤት መእሰርቲ ከም ዝወስዶም ይነግሮም። ኣብቲ ሰዓት ካብ ምኽፋል ወጻኢ ኣማራጽ ኣይነበሮምን። ድሕሪ ዝተወሰነ ጉዕዞ ናይቲ ናይ ባስ ፌርማታ ይበጽሑ። ካብቲ ባስ ምስ ወረዱ ሓደ ደላላ ናብ ሊብያ ዝወስድ ፈጣን መንገዲ ከም ዘሎን ቀጥታ ጣልያን ከእትዮም ከም ዝኽእልን ይነግሮም። ሴዱ እና ሞሳ በቲ ሓሳብ ብምስምዕማዕ ናይ ጉዕዞ ክፍሊት ብምኽፋል ናብቶም ስደተኛታት ይኣትዉ። ብምሸቱ ድማ ብዛዕባ ናይ ሊብያ ጉዕዞን ብዙሓት ዘረፍቲ ከም ዘለዉን ብምንግጋር ዘለዎም ገንዘብ ክሓብእዎ ይነግሮም። ነናብ መዕረፊኦም ድማ ይኸዱ። መሬት ምስ ወግሐ ንጉዕዞ ዝኸውን ሓደ ሓደ ነገር ብምግዛእ ምዱላው ይገብሩ። ምሸት ድማ ብፒክኣፕ ተጻዒኖም ናብ ሊብያ ይብሉ። እቲ መንገዲ ሓባት ጎባጥ ስለ ዝነበረ ሓደ ስደተኛ ወዲቑ ይተርፍ። ሹፌር ድማ ርእዩ ከም ዘይረኣየ ጉዕዞኡ ይቕጽል። ንሓደ መዓልቲ ምስ ተጓዕዙ ኣብ ማእከል በረኻ ንኽወርዱ ይግደዱ። ኣማራጺ ስለ ዘየሎ እውን ጉዕዞ ብእግሪ ይቕጽሉ። ብድኻምን ብብዝሒ ጉዕዞን ሓንቲ ሰበይቲ ምኻድ ትስእን። ሰይዱ ርድኡኒ ዝብል ድምጺ ምስ ሰምዓ ክሕግዛ ይሙኩር። ዋላ እኳ ዝስተ ማይ ተረኸበት ግን ብጣዕሚ ስለ ዝተዳኸመት ውንኣ ትስሕት። ሞሳ እቶም ካልኦት ስድተኛ ስለ ዝርሕቑ ቤንና ንተርፍ ኣለና ይብሎ ሰይዱ ዋላካ ጎዲፍዋ ክኸይድ ተዘይደለ ኣማራጽ ግን ኣይነበሮን ሰይዱ ብጣዕሚ ከም ዝሓዘነን ይቕሬታ ብምሕታትን ገዲፍዋ ይኸይድ ብምሸቱ ድማ ኣብ ናይ ሊብያ ደንበር ምስ በጽሑ እቶም ናይ ደንበር ሓለውቲ ዘለዎም ገንዘብ ይዘርፍዎም እቶም ፖላዊስ ሞሳ ገንዘብ ደቢቑ ስለ ዝረኸብዎ ናብ መእሰርቲ ይወስድዎ ሰይዱ ሞሳ እናተወስደ ዋላ እኳ እንተሓዘነ ምንም ክገብር ግን ኣይከኣለን ብምቕጻል ብዙሕ ኪሎሜትር ምስ ተጓዕዙ ናብ ሓደ ካምፒ ይወስድዎም። ድሕሪ ንእሽተይ ጻንሒት ካብ ካብ ዝመጽዎ ከባቢ ብምጥያቕ ናብ ቤተሰብ ክድውሉን ካብዚ ነጻ ዝወጽሉ መንገዲ ድማ ነንሕድሕደም ሸሞንተ ሚእቲ ዶላር ክኸፍሉ ከም ዘለዎምን ይነግርዎም። እንተዘይኸፊሎም ግን ብኸምዚ መንገዲ ከም ዝሳቐዩ የርእይዎም። ሰይዱ ናይ ቤተሰብ ስልኪ ስለ ዘይነበሮ ከቢድ መቕጻዕቲ ይቕጻዕ። ሙሉእ ለይቲ ምስ ተሳቐየ ድማ ብባርያነት ክሸጥዎ ናብቶም ካልኦት ይሓፍስዎ። ሰይዱ ካብ ኣመና ቃንዛ እንዳምባህረረ ናይ ኣዱኡ ስም ምጽዋዕ ይጅምር። ማርቲን ዝተብሃለ ስብኣይ ድማ ዝስተ ማይ ብምሃብ እውን ክንከባኮቦ ይጅምር። ኣብ ቐጻሊ መዓልቲ እተወሰኑ እስረኛ ንጉልበት ሰራሕተኛ ክኾኑ ክምልምሉ ይመጹ። ኣብ ካብቲ እስርቤት ንክወጽእ ማርቲን ንሰይዱ ኢዱ ንከውጽእ ይነግሮ። ብምቕጻል ሓደ ሃብታም ማርቲን ክገዝእ ይደሊ እሞ ማርቲን ንሴዱ ገዲፍዎ ክኸይድ ስለ ዘይደለየ ብሓባር ንክወስዶም ይጥይቖ። እቲ ስብኣይ ስለ ዝተስማዕምዐ ብመኪና ገይሩ ድማ ይወስዶም። ቅድሚ ናብ ስራሕ ምእታዎም እውን ዝብላዕ ክበልዑን ከዕርፉ ከም ዘለዎምን ይነግሮም። ድሕሪ ስራሕ ማርቲን ናይ ቤተሰቡ ፎቶ ብምርኣይ ምስ ናይ ውላዱ ዕድመ ተመሳሳሊ ከም ዝኾነን ከም ውላዱ ከም ዝርአን ይነግሮ። ሰይዶ እውን ወዲ ኣኩኡ በረኻ ከም ዝተኣሰረን ማንም ሰብ ከም ዘይብሉን ይነግሮ። ማርቲን ሓደ መዓልቲ ከም ዝረኽቦ ተስፋ ብምግባር ከጽናዕንዖ ይምኩር። ማርቲን እና ሰይዱ ዝተውሃቦም ስራሕ ምስራሕ ይቕጽሉ። ሓልቀኦም ድማ ብድጋሜ ዝኾነ ስራሕ ንክሰርሑ ትእዛዝ ይህቦም። ኣብቲ ምስሊ ዘሎ ንሱ ብዝደልዮ መንገዲ እንድሕር ደኣ ሰሪሖም ከም ሽልማት ነፃ ከም ዝለቆምን ኣብቲ ናይ ሊብያ ዋና ከተማ ትሪፖሊ ናይ ጉዕዞ ወፃኢ ከም ዝሽፍነሎምን ቃል ይኣትየሎም። ድሕሪ ዝተወሰነ መዓልቲ ማርቲንና ሴዱ ብዝሰርሕዎ ስራሕ ውጤታማ ስለ ዝኾነ ነፃ ድማ ይልቀቑ። ኣብ ቐፃሊ መዓልቲ ናብ ትሪፖሊ ጉዕዞኦም ይቕፅሉ። ዝኸዱሉ ቦታ ዝተፈላለየ ስለ ዝነበረ ግን ብምትሕቑቋፍ ይሰነባበቱ። ማርቲን ናብ ጣልያን ጉዕዞኡ እንትቕፅል፣ ሴዱ ግና ሞሳ ንምእላሽ ናብ ሴኔጋል ይኸይድ። ሰይዱ ንመዓልታት ኣብ ትሪፖሊ ዝርከብ ሴኔጋሊ ካምፕ ክእልሾ ድሕሪ ብምጽናሕ ደሃይ ግን ኣይረኸበን። ሓደ መዓልቲ ከም ዝመጽእ ተስፋ ብምግባር ብምቕጻል መዓልታዊ ስራሕ ኣብ ዝሰርሐሉ ሰዓት ብዕድመ ተመጣጣኒኡ ዝኾነ ናብ ሴኔጋሊ ከም ዝመጸ ብዜና ይሰምዕ። ነዚ ነገር ንምጽራይ ምስ ኸደ ግን ሃንደበት ሞሳ ይረኽቦ። ሞሳ ካብ እስርቤት እንተምልጥ ብጥይት ተተኲሱ እግሩ ከም ዝተወቕዐን ክጓዓዝ ስለ ዘይኽእል ናብ ዓዲ ንክወስዶ ይጥይቖ። ስድኡ ክሳብ እዛ ዕለት እዚኣ ዝኸፈልዎ መስዋእቲ ብምስዋስ ከበረታትዖ ድማ ይምኩር። ናብ ኣውሮፓ ንክኣትው ድማ ሓደ እርምጃ ከም ዝተረፎምን ምስ ነገሮ ሞሳ ተስፋ ክገብር ይጅምር። ብምቕጻል ሴዱ ናብቲ ምስኡ መዓልታዊ ስራሕ ዝሰርሕ ዶክተር ይወስዶ። እቲ ዶክተር ምስ መርመሮ ድማ ናይ ኢንፌክሽን መድሓኒት ንክገዝኣሉን ብዝበለጸ ድማ ናብ ጣልያን ሕክምና ተዝወስዶ ዝሓይሽ ምዃኑ ይነግሮ። ግዜ እንተወሲዱ ድማ ምናልባት እግሩ ከም ዝቑረጽ ይነግሮ። ሴዱ ብጣዕሚ ስለ ዝተጨነቐ ነቶም ናይ ኢሚግሬሽን ኤጀንት ይረኽቦም። ኮይኑ ግና ኣብ ክፍሊት ምስ በጽሑ ዝሓዝዎ ገንዘብ እኹል ኣይነበረን። ደጋጊሙ ምስ ለመኖ ድማ እቲ ኤጀንት ነታ ጀልባ ባዕሉ ከብጽሓ እንተኾይኑ ጥራሕ ይነግሮ። ሴዱ ንሞሳ ክብል በቲ ሓሳብ ይስማዕማዕ። ነታ ጀልባ ከመይ እትዝወርን ብምርኣይ ናብ ሰሜን ብምጉዓዝ ጣልያን ከም ዝኣትውን ይነግሮ። ሴዱ ናይዚ ኩሉ ስደተኛ ሓላፍነት ብምሓዝ መንገዲ ይጅምር። ሃንደበት ድማ ኣብቲ ጃልባ ዝነበረት ጥንስቲ ሕርሲ ትተሓዝ። ሴዱ ሓደ ስደተኛ ክመውት ስለ ዘይደሊ ናብቶም ናይ ሊብያ ፖላዊስ ብምድዋል ሓገዝ ንክህብዎ ይሓቶም። እቶም ናይ ሊብያ ፖላዊስ ግን ናብቶም ናይ ጣልያን ደንበር ሓለውቲ ብምድዋል ሓገዝ ከም ዝረኽቡ ይነግርዎ። ኮይኑ ግና ዋላ ሓደ ዝሕግዞም ኣካል ኣይነበረን። ንሰለስተ መዓልቲ ከቢድ ጉዕዞ ድሕሪ ምጉዓዞም ናብ ጣልያን ይበጽሑ። እታ ጥንስቲ እውን ብሰላም ትወልድ። እቶም ናይ ጣልያን ደንበር ሓልውቲ ብምምጽኦም እውን ኣዝዮም ይሕጎሱ።